ታይ ኢና ንሰምዕ ለና። ባዓቲ ታይ ኣል ክልተ ዝወለድኪ ዘይትመስሊ ባዓቲ ስክስ ተምሪ ገለ ኢሎም ኣብዚ ናይ ከንፈረን ብኢዶም ገረፍ ሕዝ የብልወን ከይተረድኣ ጓል በቃ እዛ ከንፈራ እንዳሓዘታ ታይ ኢሉ ንገለ መለክ እንተተሰባሃት ዳው ቤት ንገዛ ጥራይ ትኸይድ ክድውለሉ እኮ ረፋዕ ኢላ ኣብቲ ገዛ ከምኡውን እዚኦም ጥራይ
ጸራሪባ ቸላም ልቢ መን ይማርኽ ታዋት ሃገረይ ጥዕምቲ ሓላል ዘይስቹ ምስኣ እዚኦምን እዚኦምን ኣብዚ መደብ እዚ ብሓደ ክንርኢና ሰናይ ምክትታል። ሰላማት ሰላም ሰላም ናይ ዩቲብ ቻናል እዚ ፍቕሪ ዝኾንኩም ተኸታተልቲ ሎማዓንቲ እውን ብጣዕሚ ፍልይ ፍልይ ብዝበሉ መደባት ሒዘ ተመሊሰ መጽ እኒኦኹ ካብኹም እንታይ ትፅበ ትፈልጥዎ ኢኹም ላይክ ጌርኩም እዛ ቪድዮ ጀምሮ ፅበትኩም ላይክ ግበሩ ላይክ ጌሮም እዮም ኢለ ሓስብ ኸዚ ቻናል ድማ ሰብስክራይብ ምግባርኩም ይትርስዑ ኣይ ምብርታዕ ስለ ዝኾነኒ ኤኒ ኮመንት ኣሊኩም ኮመንት ውን ትኽእሉ ኢኹም ኸዚ ናብዘን ዘጋጀኹ ቪድዮታት ንኸት ጥዑም ዝበሃል ስደት የለን ኣብ ስደት ኮንካ ክትገብሮም ዝግብእካ ነገራት ጥራይ ክትገብር ኣለካ ንምንታይ ወፂኻ ዕላማኻ ክትፈልጥ ኣለካ ኣብዚ ሞያ ተጥሪ ስራሕ ትሰርሕ ትመሃር ግዜኻ ብግቡእ ትጥቀመሉ ካብቶም ንፎቶም ነፍቅሮም ስድራና ተፈላሊናስ ኣብዚ ኣብ ዘይጠቕመና ክንውዕል ነንሕልና ክንበኣስ ናይ ነብስና ጽልእ ክንገብር መሰረቱ ነብስና ክንዝክር ኣለና ንነብስና ቅድም ክነፍቅር ኣለና ነብስኻ ከይፍቀርካ ንሰብ ተፍቅር ተኾንካ ምስሉይነት ጥራይ እዩ ከምዚ ዓባይ ኦም ሳግላስ ንትሕቲኣ ከይጥለሳ ማዕርያ ተጽልል ኢሉ ኾን ደሎ ዕላማይ ዝፈልጥ ሰብ እየ ንምንታይ ተሰዲደ ኣለኹ ተሰዲደ ከንታ ክገብር ኣለኒ ዝሓስብ ሰብ እየ ጽባሕ ንጎ ዓደይ ክምለስ እየ ኣብ ስደት ኣይብልን እየ እንታይ ሒዘ እየ ክምለስ ምንፂ ዕላማና ንፍለጥ ስደት ከም ዘለናኻ ንዘክር።
ከም ዝመስለኒ እዛ ጉዳይና መንጎኛ ንእትወላ ኣለና መስለን ከመ ማለት ስብ ጎደና ረር ረኺቦም እስኻ ዲኻ ወዲ ሹቕ እስኻ ዲኻ ወዲ ሹቕ እስኻ ዲኻ ወዲ ሹቕ እብሉኒ ኣለዉ። እወ በሎ ሑርማዮም ከቃጥቡኻ ደልዮም ደለዉ። ሰለስተ መዓልቲ ጌርና ኣለና ዝመጸት ሑርማ ኣይረኣኹን። ምናልባት ሓጀር ገለ ከቃጥቡኒ እንድሕር ሓስቡ ኣለዉ ግን ክቀናጥበኩም ምዃነይ ኣብ ግምት ገለ እቲኹሞ ኣለኹም ዲኹም? ሲብ ኣንታ ቬትናም እያ እቲ ፍክር ኔሩ። ኣታ ታይ ኢኻ ብትሕቲ መልሓስካ ትዛረብ ዘለኻ ጀምዓ ቸብ ኢልካለይ ኣለኻ ዲኻ? ኣታ ታይ ቸብ ክብለልካ ባዕለይ ዘይነኽሰካ። ትነክስ ተትኸውን ድኣ እንተኾንካ ደይነኸስካ። ማን እታ ሃሪመ ገዛይ ዘይኣቱ? ተተሃሪምካ ድኣ ሆስፒታል ጥራይ ኢኻ ክትኣቱ ትኽእል።

እቶም ብፍቅርና ዝቀንኡ ዝነበሩስ ምስ ተመርዓኹኺ ተጸሊሎም እዩ ዝብላ ዘሎ ብቀዳማይ እዮም ተመሪዖም ናይ ለዘብን ፋስጋ መቸም ብዙሕ ነገር እያ ክተርእየና መርዓኹም ይባርኸልኩም ዝሓወይ እወ ጓል ከኣ ብዕድመ ዕብይ ዝበለት ተኾነት ኣይጽላእን እዩ ዝበሃል እህ ብዕድመ ዕብይ ዝበለት ተኾይና ሓደ ዘጥረየቶ ገለ ነገር ይህሉ እዩ እወ ገዛ መሳሪ መኪና መሳሪ እወ ኣለዋ ኣለዎ ዝሓዘት ሒዛ እያ ሎሚ ውን ከምቲ ትሪእዎ ዘለኹም ሳርፕራይዝ ጌርዋ ሰባት ዓዲሙ ገለ ቶርታታት ኣምጺኡ ማለት እዩ ብዝኾነ ብዕድመ ዕብይ ዝበለት ተኾይና ኢሎምኹም እዚ ኣምላኽ ስለ ትፈርሕ ስለ ዝቆረበት ገለ ዝኾነ ምስ መግቢ ዝኾነ ሓዊሳ ኣይተብልዓካን እያ ዝለን ክበሃል ዝቐንየ እወ ብዕድመ ዕብይ ዝበለት ተኾይና ከምኡ ትገብርን እያ እወ ክስታይካ እውን ቁርፅ ክተብል ኣይትኽእልን እያ ከምታ ትማሊ ቆሪፃቶ ኢልና ዜና ዘሕለፍና ቁርጽ ክተብለካ ኣይትኽእልን እያ። እቲ ዕድመ ዓይኒ ድኽም ስለ ዝብል ነታ ንብረትካ ቁርጽ ክተብላ ኣይትኽእልን እያ። ስሒታ ነቲ ሰለፍካ እያ ሕርድ ክተብሎ ትኽእል። ወገገረ ከይተዛርቡና ዝኾነ ዛረባ ካብ ዘሎ የምፅልኩም መርዕኦም ይባረኽ ውላዶም የርእየና ገዛ ክኣርእይዎ ክፅቡቅ መዓት እዩ ካብ ሽግሩ ኣይዓብያን እየን ደቂቆይ በኼን ከዓ ኣብ እርጋንን ኣይተብክየን ኣይተብክየን ኣብ እርጋንን ተሓጒሰን ወ ኣይ ዓባይ ሲ ተሓጎሳ ድኣ ኣታላይ ካይትረሱ ኣየሳእነና ጋዜጠኛ ነሽ ነሽ ካብ ሃገር ጀርመን የቕንየለይ

ንዒ ፊፊ ንዒ ጽባሕ ንግሆ ከይጠዓስ ንዒ ክትሓስብሉ ኢኪ በሊ ወይልዕ ኣነ ሰመረ ኣነ ኣነ ሰመረ ሃብተማርያም ስምረይ ደኣ ዝገበርክዎ መዓሰ ደቁሰ ኮይነ ገና ገና እዚ እዚ ትርእዮ ዘለኺ ትብጻሕኹም እዩ ጌና ብ ሕጂ መርዓ ኣሎ ሕጸ ኣሎ ጽምቋ ኣሎ ሕማውቲ ኣሎ ብዙሕ ኣሎ ሓዋዊሰየ እንዴ ደሓን ዘረድእ እዩ ባቕላ ፊፊ ፊፊ

ተኾርሚኻ ሞት እዩ ኣሳፊሕካ ሞት እዩ ኣነ እኮ ናትካ ነገር ግርም እዩ ዝብለኒ ቁሩብ ቁሩብ ማህበር ድባል የብልካን ምሽ ኣነ ክትሓፍር ሰብ ክንደሓን ብሓንሳ ኣለና ግደፈና በጃኻ ኢለካ ኣይትፈክር ህይወት ሰልችና ኣሎ እንታይ ትብል ወደይ ከምዛ ዝብለካ ገና ሓሞት ስጋ ዝጥዕመካ ገብረኪ ሓራይ ክላ ወሪድካ ንዓኻ መሓሸካ ኣይ ኢልካ ክትፍክር ብቐዳማይ ደይ በተንኩኸን ሕጂ ከ እንታይ ክትደግም ኢኻ መፂኻ ዘለኻ ተዛረብ ደይና ኢኻታ ነቲ ብክንደይ ሓይሊ ተሳሒግካ ኣዘንጊዕኻ ብክልተ ኢድካ ገለ ዝደርበካ ጥርሙዝ ኢኻ ኣታ ሕፈር እስኪ በጃኻ መሕፈር ዳ ይብልካ እምበርስኻ ይኣኽለና ተማዊትና መቸም ነብስና ድሒና ኣለና ምቅባጽካ ቀሊል እዩ ንዓኻ ግን ኣብዛ መሬት ከለኻ እየ ከሳቂካ ዳር ትርኢትካ ከርእየካ እዩ ኣታ ግዳም ኔው ንበሎ እንታይ ኣብ ሕማካ ውዒለ ክሳብ ክንድዚ እ፣ ትፍክረለይ ደላ ንሳኸየ ዘለና ውሒድና ድዩ ቸቸ ጽቕበል እንታይ ስቓይ ርኢኻ ስቓይካ ብሕጂ ዘሎ ተዳሎ ጥራይ በቃ ከምኡ ወሲንካ ያ ወ በቃ እሞ ኣነ ክጠፋኣልካ እየ ድሓን ገንዘብ ኢኻ ምሽተ ውደኒ በቃ ገንዘብካ ክመልሰልካ እየ ብድሕሪኡ ግን ካብ ህይወተይ ውፀለይ በጃኻ ገንዘብ እሞ ይቅበለካ ይህ እንታይ ከፊእኒ ኢልካ ነነነነ ሰለይ ገንዘብ ዳ ንስኻ ሽጉር እኒኻ ንዓኻ ውሰዶ ይጥቀመካ እሞ ካልእ እንታይ ኢኻ ትብል ዘለኻ ካባይ እቲ ጥርሙዝ ዝመቐምጦ ንሱ ሓደ መዓልቲ ክትርአ ኢኻ ኣታ ሓወይ ብዘረባን ፈኸራን እኮ ኣልባብና ጥፊካልና እንታይ ደኻ ክትገብርኒ ሰለየ ናበይ ዳኣ ተሃዊኽካ ተጸበየኒ እኮ ኢለካ ኣይጽበየካን እየ እታ ትገብራ ሕጂ ግበራ እንካ ርእሰይ እንካ ከዓ እዛ ጥርሙዝ ቃለታ ሎቕማፅ ዋሒድ ብኢደይ ሞ ትንክፍ ኣየብለካ ሰላም በለኒ ብኢድካ ምትህራም ገዲፍካዮ ሰላም በለኒ ኣነ እውን ብጥርሙዝ ምትህራም ክጎድፎ እየ ኣታ ሰላም በለኒ ለቢምካ እኳ እየ ዝብለካ ዘለኹ ንስኻ ሓቅኻ ተዋራዘ ኣነ ግን እንታይ ከም ዝገብር ኣይፈለጥካን ኣለካ ሓራይ ኣታ ገዳም እስከ ቁሩብ ኣንፈት ሃበና ውሽጥና እኮ ዘራሪካዮ እቲ ትሓስቦ ዘለኻስ ኣንፈት ሃበና ወይ ካብዚ ዓዲ ክንወፀልካ ጠቕሊልና ወይ እስኻ ጠቕሊልካ ክትወፅእ ወይ ንስኻ ክትነብራ ወይ ንሕና ክንነብራ እወ ዳልወና እንታይ ትሓስብ ኣለኻ ንሕና ከዓ ክንዳሎ ሕጂ እዞም ፈሊጥ ኢና በሃልቲ እንታይ እዮም ዝገብሩ እንድሕር ኢልካ መብዛሕትኡ ግዜ ኣብ ከምዚ ናይ ምጉት መድረኽ ኣይትርእይዎምን ኢኹም እዚኣ ዘክርዋ ኢኹም ምስ መዛንኦም ምስ ዓቕሚ ዘለዎም ሰባት ምጉት ንዕመ ተልካዮም ኣይመፁን እዮም እዚኣ ቀዳመይቲ ናቶም ጥበብ እያ እዛ ጥበብ እንታይ እያ ኩሉ ግዜ ዝብልዎ ክርትዑ ምዃኖም ስለ ዝፈልጡ ብድሕሪ መጋረጃ እዮም ሓንቲ ዝኽእልዋ ነገር ኣብ ከደናግሩ ዝኽእሉ ገዛውቲ ግን ከይዶም ይዛረቡ እዮም ሕጂ ብዛዕባ ሃገር ክዛረቡ ከለዉ ኤርትራ ህዝቢ ኤርትራ ጸኒቱ ህዝቢ ኤርትራ ተወዲ ህዝቢ ኤርትራ ከምዚ ኮይኑስ ኤርትራ ከነድሕን እዮም ዝብሉ ኣጽኒትና ብሓፂሩስ ቀቲልና ክንፈጥረኩም ዝዓይነቱ ምጉት እዩ ናይዞም ገለ ደቂ ዓዳትና ሕጂ ናይ ቀርኒ ኣፍሪቃ ፖለቲካ ሰለስተ ኣማራጺ እዩ ዘለዎ። ቀዳማይ ኣብዪ ኣሕመድ እንድሕር ተዓው- ተዓዊቱ ኣብዛ ትመጽእ ዘላ ህሞት ኣብዛ ዘላ ህሞት ኣብዪ ኣሕመድ እንድሕር ተዓዊቱ ኤርትራን ኤርትራውነትን ህዝቢ ኤርትራን ሓንሳብን ንሓዋሩን ኣብ ሓደጋ ኣትዩ ማለት እዩ። እዚኣ ኩሉ ግዜ ኣብ ሓንጎልኩም ሓዝዋ። ቀዳመይቲ ሕጊ ተረዲእኩም ኣለኹም? ኣብ እዚ ኢሳያስ ኣዝባ መን ኢኻ ትብሎ ኣብዪ ኣሕመድ እያ። ንምንታይ ዝብል ክንትንትና ኢና። ቀዳማይ ኣብዚ ሰዓት እዚ ተሪኢኹሞም ዋላ ምስ ኣብዪ ዝምድና ክንገብር ገለ ዝብለው እሶም ረስዕዎም ደሓን ግደፍዎም ምክንያቱ ኣብዪ ኣሕመድ ንኤርትራ ሒዙ ነቲ ንሱ ዝሓልሞ ኣሎ እዚ ኣብዪ ኣሕመድ ዝበሃል ወዲ ጥዕና ዘለዎ ኣይኮነን ኩላትኩም ርኢኹሞ ኣለኹም ሎጂክ ዝሓስብ ኣይኮነን ፖለቲካ ዝርድኦ ኣይኮነን ባቃ ፅሉል ሕጂ ፅሉል ስለ ዝኾነ ንጎተሲ እንታይ ገብር ኣይትፈልጥን ኢኻ ተሪኢኹሞ መብዛሕትኡ ግዜ እዚኣ እታ ቀዳመይቲ እያ እሞ ጸኒትና እንዲና ኢሎም ምጉት ዘምፁ ሰባት ኣለዉ ያ ንሕና ብዙሕ ከሲርና ኢና ሃገር ግን ኣላትና ሪመምበር እዚኣ ከይትርስዕዋ ቃልስና ሃገር ኣላትና ዜጋታት ኢና ሃገር ምህላው ከዓ ቀሊል ኣይኮነን ህዝቢ ስለ ዝተበተነ ሃገር የብልካን ማለት ኣይኮነን የስ ወይ ኣበካ እንትሪ ሃገር ኣላትና ስማዕ ክነግረካ ኣብ ዓዲ እንግሊዝ መዓት ሂንዳውያን ኣለዉ ግን ሂንዲ ትበሃል ሃገር ኣብ ዓዲ እንግሊዝ የላን ኣብ ኒውዮርክ ሽሕን ሚእትን ኤርትራ ኢትዮጵያውያን ኣለዉ። ኢትዮጵያ ትበሃል ሃገር ግን ኣብ ኣብ ኣሜሪካ እዮም። ኣብ ሙሉእ ዓለም ዝተፈላለዩ ዜጋታት ፋሕ ብትን እብሉ እዮም። ሃገር ግን ከቑም ይኩን እዮም። መዓት ግሪኻውያን ኣብ ኣሜሪካ ኣለዉ። ግሪኽ ትበሃል ሃገር ግን ኣብ ኣሜሪካ የለን። ስለዚ ዩ ሃፍቱ ኣንደርስታንድ ሃገር ምህላው ኢዝ ቬሪ ኢምፖርታንት። ሃገርነት ዘቃልል ሰብ ጥዑይ ኣይኮነን። ሃገር ኢዝ ኢምፖርታንት። ሃገር ዘይብሉ ህዝቢ ባይ ዘ ወይ ሰብ ካብ መሬት ተፈጢሩ ናብ መሬት እዩ ዝኸይድ መጀመርታ ባይ ዘ ወይ መሬት መሬት መሬት ንምንታይ መሬት ተፈጢሩ ምሽ መሬት መሬት ንምንታይ ተፈጢሩ ንወዲ ሰብ መሬት ስለ ዘድልዮ መሬት ተዘይብልካ ንምንታይ ትቃለስ እዛ ኩላ ትርእይዋ ዘለኹም እንታይ ክትብል ትኽእል ገዛውተይ ተፈሪሱ መንግስቲ ገዛይ መንጢልኒ እዚ ኩሉ ትብል ሰብሲ ከመይ ገይሩ መሬት ኣየድልየንን ይብለካ ስለዚ ሃገር ኣላትና ሃገርና ከኣ ንሕና ንቆጻጸራ ክትከውን ኢና ንደሊ። ሕጂ ንቃወም ዘለና ዘቃውመና ምክንያት ኣብ ኤርትራ እቲ ዘሎ መንግስቲ ሙሉእ ምሕደራ ኣብቲ ሃገር ስለ ዘለዎ ንሕና ድማ ኣብ ሃገርና ክንውስንን ተዛቲና ጉዳያት ከነመሓላልፍን ኢልና ኢና ንቃወም ዘለና። እዚኣ ክትርድእዋ ኣላትኩም። ሃገር ከነጥፍእ ግን ኣይኮና። ስለዚ ኖማተር ዋት ሃገር ሃገር እያ።
ሰላም ሰላም ኩሉኹም ኩቡራት ኤርትራውያን ኣሕዋተይ ኣብ መላእ ዓለም ትርከቡ ኣነ ሓውኹም ሳይሞን ሩሶም ሻንጋባ እየ ካብ ከተማ ስተኮሎም ሽወደን ኣነ ናብ ዝምፅእን ዘሎ ምክንያት ጉዳይ ይኣክል ማለት ስለተፀውዐኹ ወይ ስለተረቋሕኹ ገለ ኮይነ ይኮንኩን እዚ ጉዳይ እሲ ናይ ኩልና እዩ ማለት ሓደ ሰብ ስጋዕ ዝፅዋዕ ወይ ስጋዕ ዝርቋሕ ክፅበየ የብሉን ወይ ከኣ ማለት ርእዩ ከም ዘይረኣየ ኮይኑ ደቂሱ ወይ ከኣ ወላ ሓንቲ ከም ዘይፈልጥ ዘጽቅጥ ሰብ ኣለና ማለት ኤርትራውያን ንሕና ከምኡ ኣይኮነን ኣማጻጽኣና ታሪኽና ንሕና ነዛ እንዳረኣናያ ትጠፍእ ዘላ ሃገር በጃ እንድሕር ዘይንኾነላ ኮይና እቶም ትማል ንዓና በጃ ዝኾኑና ስውኣት ደሞም ን ዓጽሞምን ረጊጽና ኢና ንሕሱ ዘለና ብፍላይ እቶም ኣብቲ ጨኳኒ ስርዓት ምስኡ ኮንኩም ተዳኽሩን ተጣቕዑን ዘለኹም ኤርትራውያን ኣሕዋተይ ብፍላጥ ይኹን ብደይ ፍላጥ ዓገብ ጥራይ ዝብለኩም ኣኺሉ እዩ ግዜ ተወዲኡ እዩ ግዜ ንዑ ናብ ኣሕዋትኩም ተመለሱ ንዑ መሻኺን እቶም ኣብ ፈቖዶ እስርቤትን ኣብ ፈቖዶ በረኻታትን ከርተት ዝብሉ ዘለዉ ኣሕዋትኩም ደሃዮምን ዓመቶምን ግበሩ እየ ዝብለኩም። እዛ መሬት እዚኣ ክትወግሕ እያ። ህዝበይ ተላዓል ከምዚ ተላዒልኩሞ ዘለኹም ንሕር ንሕና ሰሚርና ንሕር ንሕና ሓቢርና ወልሓደ ዝፍንቅለና መንግስቲ የለን ንሕና ኢና መንግስቲ

ለሚንና ኢና ንናበር ዘለና ዓድና ኣይኮነን መሰል የብልናን ክብረት የብልናን ማእስ ኣቡና ኣበይ ኣቡና ደይ ንፈልጥ ንሕና ንወረቐት ነዚ ወረቐት ክንደይ ደሞም ደፍሰሱላ ሃገር ገዲፍና ንሕና ወረቐት ክንኣሪ ኣብ ዓዲ ስደት ኣብ ዓዲ እንዳማትና ኣለና ፕሊስ ኣሕዋት በጃኹም እንድሕር ተረዲኡኩም ማለት እቶም ዋላ ብፍላጥን ብዘይፍላጥን ኣብ ካልእ ዓይነት ስምዒት ዘለኹም ሂግደፍ ዶ ዋይፒኤፍ ዲጀይ ዶ መንግስትና ዶ መንግስቲ የብልና ንሕና መንግስትና ስዋኣትና መንግስትና ህዝብና እዩ ንሕና ኢና ሓንቲ ብልፅግቲ ኤርትራና ክንሃንፀ ንሕና እቲ ናይ ቀደም ታሪኽና ክንመልሶ

ኣብ መላእ ዓለም ትርከቡ ኤርትራውያን ስነ ጥበበኛታት ብፍላይ ነብሰ ፍትወት ኣሕዲርኩም ነዚ መዳኸሪ ስርዓት ንዕኡ ፈሪሕኹም ጽባሕ ንግሆ ንእንጀራ ዶ ንገለ እንጀራ ብህዝብኹም ኢኹም ትበልዑ እቶም ኣብ ሜድያ ስረ ጌርኩም ወጺኹም ዘለኹ ጆጋኑ ኣሕዋተይ ሰብኡት ኢለኩም ኣለኹ ከማኹም ክበዝሑ ከኣ ትምኒተይን ጸሎተይን እዩ። እንተ ካብ ዝመፅእ ጀምርካስ ኣጣምታኻ ደስ ኣይበለንን ክረ ናይ ሰብ ለካኒ
ደስ ዘይበለኒ ዘይኮነ ንሕሞ ግን እዚ ናይ ቀደም ቅዲ ንክምስሎ ኣብ ክሊፕ ገለ ዝረኣኹ ኮይኑ ስለተሰማዕኒ
ዲዛይነር ዲኻ ወይስ ዳይሬክተር ስርዓት ተርተበልክን ዘይግባእ እንዶ ኮይኑ
ኣክተር ንብሎ እኮ ኣብ ፊልምታት ሃገርና እቲ ሕማቕ ናብ ፅቡቕ ዘማእዝን ንፅልኢ እናፈሩ ዝቕይር ንውድቀት ከዓ ናብ ዓወት ዝቕይር እዩ ህይወት ብዙሓት ዝቕይር መምህር እዩ ስለዚ ንስኻ ከምኦም ኢልካ ትሓስብ ቅድሚ ኣክተር እዩ ምባልካ ማለት እዩ
ንፍቕሪ ብዕምቆት ከም ናይ ልቢ ክኢላ ከዓ ባወስኽላ ባይዘወይ ኣነ ንሂወት ብዓቕመ እየ ዝነብራ ቁኑዕ ኮይኑ ተረዳእ ነገራት ከዓ ካብ ምትግባር ድሕር ኣይብል
ማለት
ኣብ ሂወተይ ደስ ዝበለኒ ምግባር ክፈቱ ማለት እዩ

ተንበርኪኸ ከምስግን ከልኹ ኣብ ውሽጠይ ዝፈጥረለይ ሩፍታ መግለፂ የብለይን ዓቐን እውን የብሉ ካብታ ብወዝ ብኣኹም ሕሳብ ኣየቋርፁ ንምንታይ ግን እንደይ

ሰላም ድዩ ከመይ ኩሉ ደሓን ቤላ ቤላ ፌንስ እንዲ ሃሲላ ተስሓቀና ሳክት ንፃወት ኣለና ትፃወት እሞ እንታይ ትግበር ቆልዓ እንዲያ
ቆልዓ ክንደይ ዳ ዕድማ ክንደይ
ዓሰርተ ትሽዓንተ እኮ ቆልዓ እዩ ዓሰርተ ትሽዓንተ ቆልዓ ሓቂ ኸኺ

ደሓን ንዕልል ሞ ቬኑሰይ ትፍቕረይ ተረደለይ ደሓን ንስኻ ከዓ
እንታይ ፍቅር ሕማቅ እንታይ ፍቅር እስካ ቱ ሃርት ትሪ ሃርት
ኣንቲ ቪኑስ ንዓኹ እኮ ንሁራንዶ እኮ ንዓኹ ከምፀኪ ኣይመፅእ ኣይመፅእ

ክንደይ መፅእ ምምፃእ ኣቢኻ እንታይ ምምፃእ ኣቢኻ ቁሩብ ዶ ንፀበ ንምንታይ ክንፅበ ቁሩብ ተተዋህለልካ ተተዋህለልካ ኣታ እንታይ ኢኻ ትብለኒ ዘለኻ በብቁሩብ ድየ ዝእከብ ምስ መፀ ይምፃእ ኢለ ዶ ስቕ ኢለ ክነግረካ እዎ ንገረኒ ክንደይ ገብረልካ ንምዃኑ ክሰርሕ ዲኻ ወፊርካ ኪድ ኮርና

ኣለዎ ድዮም ውሱድ ሽቅጡ? በይኑ ጀማሪ እንድዩ ዘሎ። እሞ እንዳ ፖሊስ ዘደኣ ከመልክት ክኸይድ እምበር ክሕብር። ክመጽእ እዩ ንዓይ ከምኡ እዩ ዝረኣየኒ ዘሎ። ኣየ ናይ ቆልዓ ነገር ከም ዝመጽእ ድዩ ዝረኣየካ ዘሎ? ባባ ሃብታይ ዘይትዕረቑ። ሰበይተይ ኣብያትኒ እንተ ኢሸኺ ወደይ። እሞ ዋላ ምስ ካልእ ሰበይቲ ዘይትዕረቑ። እንታይ?

ኣጋጊኻኒ ከማን ቤቢ እንታይ ኻ ኮንካ ኣነ ተረጋጊእ ክወፅእ ከም ደሊ እንዳፈለጥካ ተኾንካ ተርብሸኒ ኣለኻ እሞ ልዕሊ እዚ እወ እሞ ኸይዱ እንዶ ከርክበካ እየ ኣነ ኣበይ ናበይ ክሓልፍ መቸም ክብረ ዝበሃል የብልክን ኣነ ኣብኡ ኮፍ ኢሎ ኣለኹስ ንስኺ ጢልጢል እንዳበልክ ክትመፅእ ኣብ ዝበሃል የለን ቀልጥፊ እዚ ከይደራበኹ ከለኹ ውይ እንታይ ኻ ኮንካ ወደይ ሎማዓልቲ ብምፍራሕ ወዲእካኒ በቃ ሓራይ ወዲእ እየ በቃ ንዓጨና ምራፀለይ ከምዚ መናውሒ ግዜ ገለ ጥራሕ እዚኣ ሓሲብካያ ከይትኾኒ።
ዋእ ማቲ ከምኡ ኣይኮንኩን እንዲ ሓሲበያ ትሕጎሰለይ መሲሉኒ እምበር ድሓን ፀገም የለን ባዕለይ እኮ መረፅኻሉ። ስምዕኒ
ምሳይ ትወፂ ክሳብ ዝሃለኺ ኣነ ዝፈትዎ ነገራት ጥራሕ ክትገብሪ እንታይ ዓይነት ቆርበት ሓርገፅ እዩ ዘለኪ ንዕናይ እስኪ በጃኺ ኢለኪ እሞ ብሓንቲ ጨናቆ ልብና ተዓፅዩ ዋ ለውጢ ዘይብሉ ለውጢ ትፍተዊ ቀልጥፍ ርክብ ንታሕት ኣለኹ ዋ

ይዕቢኪ እምበር ኣቦኺ ኣይኮነን ኣደ ኢንድ ኦፍ ዘ ደይ ግን ኣቦኺ ኦሮሞ ኮይኑ ጸኒሑ ተረዲእኪ ዶ በለ ዒድ ደቃ ኣቲ ወሊደ መኻን ወሊደ መኻን ጣል መነዲኺ ክትዛረቢ ልዕሊ መነዲኺ ኤርትራዊት ክትኮኒ እስኺ እኮ ትማል ትማሊ ነቲ ሰራዊት ኤርትራ ዝሓዝኩሞ ቅተልዎ ሕረድዎ ሰራዊት ኤርትራ ክወጽእ የብሉን ክጭፍጨፍ ኣለዎ ትብሊ ነበርኪ ዋን እኳ ማሪኸኪ ኣብቲ ኣነ ዘለኽዎ ክትመጽ ትደሊ ምሽ ክትመጽ ትደሊ ሽዑ እንታይ ትኾኒ መሲልኪ

ወሊደ መኻን ትብሃሊ እስኺ ስለዚ እስኺ ወሊደ መኻን እስኺ ብዛዕባ ኤርትራ መሰል የብልክን በዴኺ ትግራወይቲ ቦቦኽኻ ኦሮማዊት ኢኺ እንታይ ትብጽሓኪ ትሃገር ንኣኺ ኣየገልገልክላ የበልክላ ተወሊደ መኻን እዞም ደቀይ ሓሳብ ልብኩም የስምረልኩም ምሉእ ህይወትኩም ሓጎስ ዝመልኦ ይኾነልኩም።